ቦዲ ሃይፐር ገለ ትፈልጥዮ ዲኺ?
ኣይፈለጥክዎን ኣለኹ ግን ምክንያቱ ዓንተወይ ዓንተወይ መን ሽሙ ኤም ኣብርሆት ክዛረብ ከሎ ሰሚዕሕዮ ነኖ እሳ እያ ፀኒሓ ነራ ጋጣ እንታይ ይብል ነይሩ መሲልካ ዓንተወይ ዋላ ኣንሕና ንብሎ ማለት እዩ ታይሮይድ ምስ ሊቨርና ምስ ፀላም ከብድና ኮኔክትድ እዩ ኩሉ ነብስና ተተሓሓዘ እንድዩ ግን ታይሮይድ ከዓ ታይሮይድ ቲ ፎር ድባሃል ኣሎ ሰል ኣብ ታይሮይድ ስራሕ ኦኬ ሽዑኡ ናበይ ይወርድ መሲልኪ ናብ ጸላም ከብድና ይኸይድ ነቲ ትሪ ተቐይሩ ተመሊሱ ናብኡ ይምለስ ማለት እዩ ሕጂ እቲ ኣዮዲን ገሊኡ ኣዮዲን ይውሕደና ገሊኡ ኸ ኣዮዲን ይበዝሓና ማለት እዩ ሕጂ እንታይ እዩ ትቐንዲ እንታይ እዩ ትቐንዲ ዘድልዮ ውሒድዎ ድዩ ጎዲልዎ ሃይፖ ሃይፐር ይበሃል ታይሮይድዝም እሱ ክትፈልጥ ኣለካ ካልኣይ ከኣኒ ንእቲኣ ሊቨር እንድሕር ደኣ ስላግሽ ኮይና ማለት ስላግሽ ሕጂ ርስሓት ኢንፍላሜሽን ክበዝሓ ኮላ ማለት እያ ሊቨርና ኩሉ ስለተጻሪ ናይቲ ውሽጢ ዓብ ናይቲ ምፅራይ ስርዓት እሳ ስለተካይዶ እንድሕር ትርስሓት በዚሕዋ እቲ ቲትሪ ድበሃል ኣይቅየርን ኣይረክብን ኣሎ ኤናፍ ማለት እዩ ወይ ብዙሕ ይኸውን ወይ ድማ ውሕድ ይኸውን ማለት እዩ ሕጂ እቲ ቀንዲ ፎከስ ታይሮይድ እንድሕር ኣሎ ኦፍኮርስ ቀዳማይ ጋት እዩ ከስዕና ሳልሳይ ካልኣይ ሊቨርና እዩ እቲ ቀንዲ ከዓ እቲ ታይሮይድና ማለት እዩ ሳፖርት ሕጂ እቲ ኣሎ ናቱ እርብስ ነናቱ ኣለዎ እንድሕር ዲታክስ ትገብር ኮንካ ሳፖርት ክገብር ደልየ እንድሕር ኢልካ እንታይ እንታይ ክገብር ኣለዎ ቤዚክ እንታይ እዩ እንተይልና ሓደ ክሊን ፉድ ክትበላዕ ኣለካ ክሊን ፉድ ሕጂ ፕላንት ቤዝ ማለት ሕጂ እንታይ ከመይ ኣሎ ማጋግባኣ እቲ ማጋግባኣ ደሎ ትቕይሮ ማለት እዩ ናብቲ ፕላንት ቤዝ እንድሕር ስጋ ትበልዕ ኮይና ሞር ወይ ድማ እንድሕር ዘይቲ ዝበዝሖ ቅብኣት ዝበዝሖ ትበልዕ ኮይና ወይ ዘየድሊ ትሰቲ እንተ ኮይና ምሻሎ ሕጂ ኣብዚ እዋን እዚ ካብቲ መስተ ዝሰቲ ዝበዝሐ እቶም ናን ኣልኮሆሊክ ድኾኑ ሰባት እዮም ናይ ስላግሽ ሊቨር ድርከቡ ዘለዎ ኣብዚ እዋን እዚ ሕጂ ወይ ቅብኣት ደለዎ ዘይትሰቲ ትሰርሕ እንትሕር ኮንካ ፀብሒ ጸብ ዘይቲ ዘለዎ እሱ ኩሉ ትቕይሮ ስዊች ትገብሮ ትቕይሮ ማለት እዩ ካልኣይ ኣንቶ ናይ ሊቨር ሳፖርት እዛረብ ነይረ ካስትሮ ኦይል ፓኪንግ ፕሊስ ፕሊስ ፕሊስ ካስትሮ ኦይል ፓኪንግ ኣብ ክሳድና ይኹን ኣብዚ ናይ ከብድና ይኹን ኣብዚ ልዕሊ ሊቨርና ይኹን እሱ ኣፕላይ ንገብር ኣለና ኣተማጋግባና ከኣ ቢትስ ሩት እንድሕር ጌርና እታ ሊቨር እንድሕር ፅሩይ ኮይኑ ኢናፍ እታ ኣዮዲን ፕሮዲስ ንክትገብር ሳፖርት ዝገብራ ነታ ታይሮይድና ስለ ዝሕግዞ ምክንያቱ እቲ ከምዚ ዝበልናዮ እንድሕር ክሊን ኣለና ሊቨር እቲ ዲታክስ ስርዓትና ከዓ ብደንብ ስለ ዝሰርሕ ከምዚ ዲታክሲንግ ዲታክሲንግ እንዳገበረ ክኸይድ ከሎ እቲ ነብስና ፕሮፐር ፋንክሽን ይኸውን ማለት እዩ ስርሑ ብግቡእ ይሰርሕ ማለት እዩ ትነብስና እዚ ንታይሮይድ ሳፖርት ኩሉ ግዜ ኣነ ዝብል ሲሞስ እየ ዝብል ሲሞስ ሲዊድ ዘይቲ ዘይብሉ ገሊኡ ፍራይ ይኸውን እዩ ገሊኡ ከዓኒ ብዘይቲ ገለ ይኸውን እዩ ቶስት ድገብርዎ እዮም ሲዊድ ዳልስ ዝበሃል ኣሎ ኣብ ኣማዞን ድግዛእ ኣሎ ኣይ ቲንክ ኣይሓወስኮን ኣሎ እንድሕ ከእትወ እየ እሞ ሎማዕንቲ ረኣዮ ኢኺ ደልስ ትበሃል ኣብ ሳላጣ ክንስንሶ ንኽእል ኢና ናይ ሲ ቬጅቴብል ዝኾነ ኩሉ ብጣዕሚ እዩ ዝሕግዘና ንታይሮይድ ማለት እዩ ኣቨካዶ ንባዕሉ ምብላዕ ኣቨካዶ እሱ ሕጂ ብሲስተም ንገብር ማለት እዩ ነቲ ጋት ከነፅርት ተኮይንና ከዓኒ

ኣክሰብት በልኒ ገለ ኢለካ ማን ኣንተይ
ኣይክእላን እየ ከመይ ጌርካ ኣቲኻ ላይፍ ከለኹ ኣይክእላን እየ ብዙሕ ፀገም ኣለኒ ከምዚ ናይ ሶሻል ሚድያ ነገር ግን ደሓነ እንድሕር ዳይሬክት ከምዚ እዩ ኢልክኒ ክስተ ይገብረ እሞ ካልኦት መን እዮም ደለዉ በቃ ተወዲኣታ ፀንቂቓ ኢነርጂ
ሓትቶ ዕድል ወሃበኒ
ኣብዚኣ ዘለኹም ንጀምር እሞ ንወድእ ክንወድእ መታን
ቴንክ ዩ ዕድል ስለ ዝሃብኩኒ ባይዘወይ ብጣዕሚ ነቲ ሕጂ ናይ መጀመርያ ግዜ እዩ ከም መጋጣሚ ማዘር ሰዲዳትለይ እስኪ ላይቭ እቶ እሞ ረአዩ ኢልሃንስ ብጣዕሚ ተሓጒሰ ትትዛረቦስ ሪል ኣት ፋክት ስለዝኾነ ነዚ ኮሚኒቲ ከዓ ብዙሕ ፍላጥ ስለዘይብሉ ከመይ ከም ዝነብር ክትዛረቡ ከለኹም ብጣዕሚ እየ ተሓጒሰ።
ቴሌፎን ወፂያታ ማይ

እወ ሕጅስ ደይ ረኣኹኻ ማ ኣብ ጥቓይ እንዳ ደለኻ ኣብ ፊተይ እወ እሰኹም ኢኹም ዘይትርእዩኒ እምበር ኣነ ዳ ርእየኩም ኣለኹ ርእየካ ኣለኹ ኦ ር- ርኢኻ ጎበዛይ ሓወይ ርኢኻ ሳውና ግበር ዓይንኻ ፕሮፐር ብእውነት ሓቂ ዋላ እታ ኢኳላኻ ክትገድፋ ኢኻ እሱ ሕጂ ሎ ቫይታሚን ኤ ኣለካ ማለት እዩ እጂ ጁሲንግ ናይ ካሮ ጁስ ያ ናይ ብልበ ካሮ ጁስ ጌርካ ስተይ እዚ ድራይ ብራሽ ግበር ብእውነት ሓቂ ዋላ ንዓኻ ትምልከትዛ ዘረባ ጥዕና ኣለካ እንዲ ምሉእ ግዱል ግን ሳውና ግበር ሰርኩሌሽን እዚ ካይን ፔፐር ምስተ ሽዑ ኢናፍ ሰርኩሌሽን ህልወካ ሕጅ ብቐዳማይ ስንት ነጊረካ ዶ ሰዓል ሓሚመ እኒ ንምንታይ ምስልካ ሓሚመ ግሩፕ ኣለና ቀዳም ቀዳም ንመሃሮ ንምህሮም ሰባት ኣለዎ ሕጂ ጀሚርና ብገለ በዋዛ ዋዛ ጀሚርናያስ ፅቡቅ ትኸይድ ኣላ ሕጂ እንታይ ኮይና ሓሚሙ ሰዓል ማለት እዩ ሕጂስ ባእኖ እንታይ ኢሉ ሓቲትኒ ካብቶም ሰባት ከምዚ ኢልና ዲና ላይፍ ስታይል ክንነብር ዘለና ገለ ኢሉስ ኖኖ ባላንስ ጌርኩም ትኸዱ እምበር ገለ ኢለዮ ማለት እዩ ሽዕኡ እንድሕር ብ- ብ- ሕጅስ ብ- ኣነ ከዓ ባኒ ካብ ዘይበልዕ ኦልሞስት ክልተ ዓመት ቅጅ ሕንፋሻ ገለ በቃ ክልተ ዓመት ፍርቅን ገለ ኮይኑ ኣሎ ሕጂ እንጀራ ግን ነይረ ነይረ ወደ ዓመት ገለ ይበልዕ እዩ በዓለይ ዝሰንከትኩዎ ማለት እዩ ሕጂ ፓስታ ገለ ከምኡ እቲ ብ- ክልተ ዓመት ገለ ኮይኑ ኣሎ ሕጂ ሕራይ እስኪ ክፍትኖ ኢለ ከምዚ ቀዳም ተራኺብና ንምሸት ዝበሰለ መ- ዘይቲ ገይረ ፀብሒ ሰሪሐ ዘይቲ እውን ካብ ዘይንበልዕ ክንደኡ ኮይኑ ኣሎ ሕጂ ዘይቲ ገይረ ሰሪሐ ፀብሒ ናይ ፆሚ ፀብሒ ድንሽ ሰሪሐ በሊዐ ድራር ሽዑ መሊሰ ንፅባሒቱ ዳርጋ ሰዓት ክልተ ኸውን ማለት እዩ ፓስታ በሊዐ ኦኬ ብሰላጣ ገለ ገይረ በቃ ክብድ ኢሉኒ ዝኸብደይ ዝተሞከይ በቃ ብጣዕሚ ተፃዒኑኒ ሽዑ ንምሸቱ እንታይ በልዐ ንፅባሒቱ ከዓ ከምኡ ገለ መለ በልዐ ባኒ በልዐ ባኒ ፉል ገይረ ከዓ በልዐ ናይ ቸርች ዝመፀ ነይሩ ናይ ትምህርቲ ነዞም ሳከር ድገብሩ ዝኾነ ነገር ናይ ቆልዑት ተባሂሉ ገለ ኣለው ዘቕርብዎ ፉል ዘይትምልእ ዝበሎ ባኒ ገለ በቃ ልቀ ጨፈቕፈቕ እዩ ኩሉ ኤኒዌይስ ገዚኤ በሊዐ ሶኒ ዓይኒ ላዕሊ ንታሕቲ ኮይነ በቃ ሕምም ሕምም ሕምም ሕምም ሕምም በቃ ኣፍንጫይ ዓይነይ በቃ ጨንቆርቆር ኢሉ ብርከይ ሒሙኒ የማናይ ብርከይ ቃንዛ ገይሩለይ ኣብ ሰለስተ መዓልቲ ኣባላዓይ ቀይረ ክፍትኖ ኢለ እየ እዋ እንታይ ገድሹኒ እንታይ ገድሹኪ ስጋዕ ዝብሉኒ ብርከይ ሒሙኒ የዒንተይ በቃ ተቢሉ ዓፈቕፈቕ በቃ ዓፈፈፈፍ ኢለ በቃ ዓፈፈፍ ላይክ ከምዚ ተሓሚመ ብጣዕሚ ሽዕኡ በቃ ኢለ ሽዓ ኣብኣ ከለኹ ንጎ ተስኤ ሶኒ ንጎ ማለት እዩ ኣፍንጫይ ናዲፓት ዝበሃል ኣሎ መሕፀቢ ናሪፓት ሓፂበዮ እዚ ዘይበሃል ክስታይ ወፂእለይ ይቅሬታ ግበሩለይ ግን you know ካብ ኣፍንጫ እንታይ ይወፅእ በቃ like ሓፊ ሓፊስ mucus ወፅዩ like ሓፊስ በቃ ከምዚ ክስዕል ድቆ እነሆ ሰዓል ግን የብለይን ግን እቲ symptoms ግን ናይ ሰዓል mucus በቃ like ነብሰይሲ mucus መሊኡ ዓኽታ መሊኡ እሑእ ግን ኣይብለንን እዩ ምክንያቱ ኣይሓመምኩን እቲ ዝበላዕክዎ መግቢ ከም ኤክስፐሪመንት እየ ወሲደ ንነብሰይ ማለት እዩ በቃ ሰለስተ መዓልቲ ላይክ ጁስ ፋስት ገይረ ማለት እዩ ሳውና ገይረ ድራይ ብራሽ ገይረ ኣብ ክልተ ሰለስተ መዓልቲ ሓውየ ግን በቃ ኣይ ዋዝ ላይክ ሲክ ሕጂ ኢማጅን ሰብ በሊዖም ንሱሲ እንታይ ክኾኑ ኢለ ነዚ ነብሰይ ኣብቲ ናብሰቱ ናይቲ ነብሲ ዝነብሮ ኖርማል ሰብ ዝነብሮ ድነብሮ ዝነበርኩ ሂወት ኣእተያ ኣብ ሰለስተ መዓልቲ ሓሚመ ሰለስተ መዓልቲ ሓሚመ ቀኒየ ከዓ ሓውየ ማለት እዩ እዚ ሕጂ ፕሩፍ ሕጂ ትወዲ እንታይ ኢሉና ነታ ቀዳም ቀዳም ነታ ኔክስት ፈሎዊንግ ቀዳም ተራኺብና ሓሚመ እንዲ ቀኒየ ስኒ ገዲፈዮስ እዚ ናይ ቺክን ብሮስ ሰቲና ኢሉ ማለት እዩ ሽዕኡ ይነው ኢለዮ ኣነ ከምታ ዝበልካኒ ተመሊሰስ እንታ ክኸውን እየ ድበልካኒ መልሲ ሒዘልካ መፅየ ኣለኹ ሳዕል ሓይመቐኒ ከምዚ ከምዚ እሞስ ናይ ምንታይ ዳኣ ኣሉ ናይ ዲታክስ ሲምፕተምስ እዮ ትሓምም ዘለኻ እሱ ሽዑ እቲ ዲታክስ ንገብሮ ዘለና እቲ ፕሮፐር ዳየት ንበልዖ ዘለና ኣቋሪፁ ናብቲ ሬጉላር ዳየት ኣትዩ ማለት እዩ ሽዑ ሓሚሙ ሓሚመ እየ ኢሉ ንነብሱ ማለት እዩ ሶ ከምኡ ክንገብር የብልናን እቲ ንገብሮ ኣባላልዓና በቲ ግቡእ ንገብሮ ሳፖርት ንክንገብሮ ንነብስና ግን ኩክ ፉድ ኣትሊት ስቲም ድኾነ ቨጅቴብል እንድሕር በሊዕና ንሕግዞ ነቲ ነብስና ነቲ ስሎው ዳውን ገብሮ ነቲ ዲቶክሲንግስን ስሎው ዳውን ገብሮ ወይ ራሽ ገብረልካ ወይ ተዕበስ ገለ ማለት እዩ ሕጂ ከምዚ ስለ ዝኾነ ከምዚ ሓይመቐኒ ስቲል ድምፀይ ሽዕኡ